ሰላም ሰላም ፍትዋት ተኸታተልቲ ሓሜት ዩቲዩብ ቻነል ሕጂ እውን ከም ወትሩ ኣዛነይትን ኣዘናጋዕትን ቪድዮታት ምስ ኣፍ ዘየኽድኑ ናይ ሕቡሽ ኮመንት ስሒዘልኩም መፅእ ኣለኹ ሰናይ ምክትታል እዛ ቪድዮ ቅድሚ ምርኣይኩም ላይክ ግበሩ ዌልካም ኢልኩም ኮመንት ፀሓፉ ሼር በልዎ ሳብስክራይብ ከም ዝገበርኩም ከኣ ኣረጋግጹ።
ጋይስ እዛ ሓፍትና ሰለስተ ሚእቲ ሽሕ ፈለወርስ በጺሓ ኣብዚኣ ብስጋ ጌራ ከም ትሪእዎ ዘለኹም ሓንቲ ቪድዮ ሰሪሓ ኣላ እታ ቪድዮ ርኣይዋ ሑቡሸይ ኣብ ኮመንት እንታይ ክብሉ እዮም ከኣ ብሓደ ክንሪኤና። ናይዛ ሓፍትና ሰብኣይ ሹፈር እዩ ፍሉጥ ንጅቡቲ ዝመላለስ ፈሓም ርኤ ፈሓም ርኤ ዝገርም ህዝቢ እዩ መዓኮር ዝርኢ ቀዋሚ ሰለስተ ሚእቲ ሽሕ ከም ዘሎ ክትርኢ እንከለኻስ ብእውነት ዘገርም እዩ መዓረይ ሎማዓንትስ ናትኪ ጋሻ ምገበረኒ ከኾልሰኪ ነይረ ሰብ የብልክን ትመስሊ ሰብኣያ ቄራ እንዳ ስጋ ከም ዝሰርሕ ኣረጋጊጸ። ኣድነቕቲ መዓኮር ሰለስተ ሚእቲ ሽሕ ብቻ ዲና ናበይ ከይዶም ገሊኦም ኣንቲ ርሕስቲ ከብዲ ምሳኽሲ ተረፍክን እናበላዕካ ንዘልኣለም እምበር በቃ ከምኡ እያ እዛ ዓለም እናሰራሕኩ ንዓኺ እየ ዝፍርድ። እዛ ቆልዓ ክትመውት ከላ እውን መግብ ክትብል እያ።

ንዓኺ ክርኢ ኢለ ከይመስለኪ ቪድዮኺ ዝከታተል ንዓኺ ትከታተለኪ ክሪኣ እየ ኣብ ኮመንቲ ሃነን እናበልኩ ዝውዕል ተማሃሪትኪ ኮይስ እንተቢለያ መቸም ናብ ፋርማሲ ኣይከይድን እየ ብጥዕና ጉዳይ ጋይስ እስከ ሓንቲ ኡም ሚሊ ኩን ድያ ገለ ትብል ሓፍትና ከዓ ድንግል ጓል ከይጠዓሙ ዝሞታ ኣወዳት እዞም ኣብዚ ዝጅምር ኣስማቶም ኢላ ኣስማት ፊደላት ሰሪዓተን ኣለት ሕቡሸይ ኣብ ኮመንት እንታይ ይብሉ ኣለዉ ከዓ ብሓደ ንራዮም ንዕባ ኣይተብዝሕዮ ሕጅስ ዝጠዓምና እነየና ኢና ኣይንመውትን ማለት ድሕጂ ሕርር በሊ ተስፋ እኒአኒ እዩ ከዚ ክጥዕ ዋይ ማርያምን ኣነስ ጢዒመ ግን ንምንታይ ኢኺ ካብ ርእስና ዘይትወርዲ እረ ብማርያም ክሕደግና ኣነ ጋህድን እናበሰለኒ እዩ ሓሳዊት ጥዒምናስ ብድሕሪኡ ክልተ ወሊዳ ባዕ ኣቱም ህዝቢ ዕላማ ኣለና እዩ ኣምብርና ንጥዕመለ ተመስገን ስመየ የለን እምበር ክሳብ ሕጂ ድንግል ሎሚ ድንግል ተረኺብኩም ናይ ስነ ኣእምሮ ፀገም ኣለ ሃብና እንደሞ ጓለይ ሒዝክያ ንክትመትስ እንዳ ጠመኪለ ኣነ ኣብዚ ኣለኹ ግን ጢዒመ ፋልሶ መን እዩ ጽሒፉ ኤህ ናይ ሰብ ኣየዩ ግን ጥዒም እዩ ተጋጊኻ ጭራሽ ቅድሚት ስጀመር ዘይድንግል ውን ኣይጠዓምኩን ኣነ ሽኮር። ዘይደገምኩ እምበር ጥዒመ ሓንቲ ሽኮር። እሳ ደቐርያትኩም ኣይንሙት እምበር ጸገም ዝበሃል የብሉ
ምስ ሕቡሸይ ትስሕቁ እንተለኹም ነዛ ቪድዮ ላይክ ግበርዋ ነዛ ቻነል ሓደስቲ ዝኾንኩም ከኣ ሳብስክራይብ ግበሩ ንኺድ መደብና ንቐጽል
ጋይስ ኮሜድያን ሃፒ ደጋዊ መልክዕ ውሽጥካ እዩ ዝነክእ ውሽጣዊ መልክዕ ግን ዘልኣለማዊ ሂወት እዩ ዝህብ ድዩ ወላ ገለ እንዳበለ ሓንቲ ቪድዮ እዩ ሰሪሑልና ዘሎ እታ ቪድዮ ረኣይዋ ሐቡሻይ ኣብ ኮመንት እንታይ ክብሉ እዮም ከ። ለቐም ለቐም ኣቢለን ኣባኹም ከብለያ። ቀያሕ ቀያሕ እያ ኣብ ማዕዶ ትልለ ቅርብ ተልኻ እያ ግና ቸኮሌት ናደጋዊ መልክዕ ጊዜያዊ ትርግታ ልቢ ልወቅዕ ውሽጣዊ መልክዕ ግና ዘለዓለማዊ ህይወት እዩ ለሰርፍ ፓው ኣበይሞ መባሕዳስ ግና ኣብ ዓለም ውሽጣዊ ይኹን ደጋዊ ቁንጅና የለይ ከብላ ንኹለና በኣልማሚት ወዲያናና ዋ ስርዓት! ንባዕለይ ሕማቕ እየ'ሞ ኩልና ሕማቕ ይበሃል ድዩ? ንባዕለይ ክሞት እየ'ሞ ኩልና ንሙት ዶ ይበሃል እዩ? ኢና ኢልና ብግልጺ። ዋላ እቲ ወድኽን ሕማቕ ይኹን እምበይ እቲ ወዲ ወድኽን ደንየይ ቆንጆ! ዋእ! ወይ ኢሉ ወዲ ወድኽን ኢልኽን ንበራ ወይ ችዳ! ኢና ኢልና ብግልጺ።
ብግልጺ ኣይጸላእኹዋይ ከማይ ከም ሓፍትኻ ኢኻ ግልጺ ትፈቲ። ርእሱ መላጥ ሓንጎሉ ፈላጥ ኢለን ማማ ሓዳስ ፍሩስ ገጹ በራሕ ርእሱ ውሑድ ጭሕሙ ፍሩይ ስኑ ኢና ኢልና ብግልፂ ፀጉሪ ቤት መስተኻኸሊ ክንደይ ተኸፍሉ ብግልፂ ብግልፂ ኣብ ማሕበር ጅማውቲ ትግራይ ኣባል ዲኻ? ብዘይ ማማ ሓዳስ ዘይኮነሉ ወድኻ ኣብዚኣ ዘሎ እዚ ናይ ኣጓላት ቫንቲ መሲልካ ኢኻ ትስምዓኒ ስኖም ክንደይ ገዚኦሞ ኢና ኢልና ብግልፂ ኣንታ ገፅ ለመዳ